ሰላም ሰላም ክቡራትን ክቡራንን ተኸታተልቲ ናይ እዚ ቪድዮ ከመይ ቀኒኹም? ሰላም ኣምላኽ ምሳኹም ክኸውን እንዳተመነኹ ናብ ናይ ሎማዓንቲ ሒዘዮ መፅየ ዘለኹ ቪድዮ ከብለኩም። ሓራይ ክቡራትን ክቡራንን ተኸታተልቲ ንሎማዓንቲ ንሪኦ ቪድዮ ከዓ ፀቕጢ ንምንካይ ኣብ መዓልታዊ ከም ልምዶ ንሕዞም ዘለና ነጥብታት ሒዘ መፅየ ኣለኹ። ሰናይ ምክትታል። ጸቕጢ ንምንካይ መዓልታዊ ካብ እንገብሮ ዝግብኣና ገለ ነጥብታት ከም ቀዳመይቲ ሒዘያ መጽየ ዘለኹ ዓሚቕ ምስትንፋስ ምልምማድ። ኣእምሮኻን ኣካላትካን ንምህዳእ ቀስ ኢልካ ዓሚቕ ምስትንፋስ ምውሳድ። እዚ ከኣኒ ኣርባዕተ ሸውዓተ ሸሞንተ ሰክን ዝብል ናይ ምስትንፋስ ሜላ ምፍታን ኣዝዩ ኣገዳሲ ይኸውን። ኣርባዕተ ሸውዓተ ሸሞንተ ናይ ምስትንፋስ ሜላ ከመይ ምስ እንብል ንኣርባዕተ ካልኢት ብኣፍንጫኻ ኣየር ካብ ደገ ንውሽጢ ምስትንፋስ ኣዕሙቕ ኣቢልካ ንሸውዓተ ካልኢት ዝኣክል ከዓ ኣብ ውሽጥኻ መሓዝ ከምኡ እውን ብሸሞንተ ካልኢት ዝኣክል ከዓ ቀስ ኣቢልካ ንደገ ምውፃእ ማለት እዩ። ነዚ ዑደት እዚ ንኣርባዕተ ግዜ ዝኣክል ወይ ከዓ ከም ኣድላይነቱ ብምድግጋም ፀቕጢ ክቅንሰልና ይኽእል እዩ። ከምኡ እውን ናይ ድቃስ ሽግር እንተ ደኣ ሃሊና እውን ክቐለልና ይኸውን። ብተወሳኺ እውን ናይ ህርመት ልቢ ወይ ከዓ ፀቕጢ ደም ንኽንክየልና እውን ይሕግዘና እዩ። ጸቕጢ ንምውጋድ ካልእቲ ክንገብራ ዘለና ነጥቢ ከኣ እኹል ማይ ምውሳድ። ሙሉእ መዓልቲ እኹል ማይ ብምስታይ ድኻምን ሕማም ርእስን ነወግድ። እዚ ከኣ ጸቕጢ ንኸይውስኽ የኽእለና ማለት እዩ። ከም ሳልሳይ ክንገብራ ዘለና ኣካላዊ ምንቅስቓስ ኮይኑ ወጥሪ ንምፍታሕን ስምዒትካ ንምምሕያሽን ኣካላዊ ምንቅስቓስ መዓልታዊ ምዝውታር ብዙሕ ብልጫታት ትህብና። ከምኡውን እንተገረደ ናይ ሕጽር ዝበለ ናይ እግሪ ጉዕዞ እንተገብርና እውን ኣዝዩ ተመረጺ እዩ። ምክንያቱ ናይ ጭንቀትና ከቃልለና ስለ ዝኽእል። ጸቕጢ ንምንካይ ራብዒቲ ክንገብራ ዘለና ሃልኪ ማሕበራዊ መራኸቢታትን ዜናታትን ምድራት እዩ። ብዙሕ ሓበሬታ ምብዛሕ ልዕሊ ዓቕምካ ክኸውን ስለ ዝኽእል ከም ሳዕቤኑ ከኣ ጸቕጢ ከስዕበልና ይኽእል እዩ። ስለዚ ንማሕበራዊ መራኸቢታት ናይ ግዜ ገደብ ምቕማጥ ኣዝዩ ተመራጺ ይኸውን። ሓምሻይ ነጥቢ፣ እኹል ድቃስ ምውሳድ። ትኩረትን ስምዒታዊ ሚዛንን ንምምሕያሽ፣ ካብ ሸውዓተ ክሳብ ሸሞንተ ሰዓታት ጽሬት ዘለዎ ድቃስ ብዕላማ መዲብካ ኣብ ተግባር ምውዓል። ከም ሻድሸይቲ ነጥቢ ሒዝናዮ ዘለና፣ ምስጋና ምልምማድ ኣተኩሮኻ ናብ ኣወንታዊ ንምስግጋር፣ ኣብ ነብሲ ወከፍ መዓልቲ እንተወሓደ ሰለስተ ተመስግኖም ነገራት ጽሓፍ። ጸቕጢ ንምህዳእ ሻውዒት ክንገብራ ዘለና ዘህድእ መዝሙር ወይ ሙዚቃ ምስማዕ። ልስሉስ ሙዚቃ ወይ መዝሙር ወይ እውን ናይ ተፈጥሮ ድምጺ ንነርቭታት ንምህዳእ ክሕግዝ ስለ ዝኽእል። ሻምናይ ቦታኻ ምጽባብ ጽሩይ ሃዋሁ ዝያዳ ኣብ ትሕቲ ቁጽጽርካን ምዝንጋዕን ክስምዓካ ክሕግዘካ ይኽእል እዩ። ታሽዓይ፣ ዕረፍቲ ምውሳድ። ንኣእምሮኻ ንምሕዳስ ካብ ስራሕ ወይ ውጥረት ዝመልኦ ዕማማት ንገለ ደቓይቕ ምርሓቕ ኣዝዩ ኣገዳሲ እዩ። ጸቕጢ ንምንካይ ዓስረይቲ ክንገብራ ዘለና ዝያዳ ሰሓቕ ምስሓቕ እዩ። መስሓቕ ቪድዮታት ርኣ ወይ'ውን ምስ ዘስሕቑኻ ሰባት ግዜ ምሕላፍ ኣዝዩ ተመራጺ እዩ፣ ምኽንያቱ ሰሓቕ ንናይ ሆርሞናት ጸቕጢ ኣዝዩ ክቕንሶ ስለ ዝኽእል። ከምኡ'ውን ኣብ ተፈጥሮ ግዜ ምሕላፍ፣ ከም ንጹህ ኣየር፣ ብርሃን ጸሓይን ሓምላይን፣ ስምዒትካ ከመሓይሽን ጭንቀት ክቕንስን ወይ ከኣ ከጉድልን ስለ ዝኽእል። ጸቕጢ ንምንካይ ናይ መወዳእታ ነጥቢ ሒዝናዮ ዘለና ከኣ ኣእምሮኣዊ ምትእስሳር ወይ ኣስተንትኖ ምልምማድ። ኣብ ነፍሲ ወከፍ መዓልታዊ ገለ ደቓይቕ ንገዛእ ርእስና ግዜ ብምሃብ ኣስተንትኖ ምግባር ወይ ትኩረት ምሃብ እዚ ከዓ ፀቕጢ ኣብ ምንካይ ዓቢ ተራ ኣለዎ። ሓራይ ክቡራትን ክቡራንን ተኸታተልቲ ናይ ሎሚ ቪድዮና ነዚኣ ትመስል ነይራ። ኣብ ቀጻሊ ብኻልእ ኣርእስቲ ክሳብ ንራኸብ ሰሰናዩ